ከመይ ትውዕሉ ክብራት ተኸታተልቲ ፈነወ ኤሪ ቲቪ ንሎሚ ሰሉስ 31 ነሓሰ ፍርቂ መዓልትን ፈረቓን ዝተዳለወ ዜናዊ መሰናድኦና ሒዝናልኩም ቀሪብና ኣሎና ንምክትታልኩም ዝዕድም ማክዳ ሓጎስ'የ ብቐንዲ ነጥብታቱ እፍልም። ትማሊ ብዝተገብረ መርመራታት ክልተ ዜጋታት ብኮሮና ምልካፎም ክረጋገጽ እንከሎ ሓደ ዜጋ ድማ ብሞት ተፈልዩ። ኣብ ካርቱም ኣብ ኣገዳስነት ምድንፋዕ ሃገራዊ ውዳቤታትን ክብርታትን ተዘትዩ። ኣብ ንኡስ ዞባ ገልዓሎ ወፍሪ ክታበት ፖልዮ ዕዉት ምንባሩ ተገሊጹ። ወተሃደራዊ ወፍሪ ኣመሪካ ኣብ ኣፍጋኒስታን ሎሚ 31 ነሓሰ ብወግዒ ኣብቂዑ። ኣብ ኤውሮጳ ብሰንኪ ኮሮና ቫይረስ ኣስታት 240 ሽሕ ተወሰኽቲ ሰባት ክሞቱ ከም ዝኽእሉ ተኣሚቱ። ኣብ ዞባ ኣማዞን ናይ ፔሩ ብዘጋጠመ ሓደጋ ምግጫው ጀላቡ 20 ሰባት ሞይቶም። ዝርዝር ዜና ሓበሬታ ካብ ሚኒስትሪ ጥዕና ትማሊ ኣብ መወሸቢ ማእከላት ዞባ ማእከል ብዝተገብረ ናይ ላቫራቶሪ መርመራታት ክልተ ዜጋታት ካብ ኣስመራ ብኮሮና ቫይረስ ምልካፎም ተረጋጊጹ። እዚ ከምዚ ኢሉ እንከሎ ኮሮና ቫይረስ ተረኺብዎ ኣብ ዞባ ዓንሰባ ኣብ ሆስፒታል ተዓቂቡ ክንክን ክግበረሉ ዝጸንሐ ወዲ ሱሳን ሓሙሽተን ዓመት ዜጋ ብሞት ተፈልዩ'ሎ። በዚ መሰረት ጠቕላላ ቁፅሪ ብኮሮና ቫይረስ ዝተለኽፉ ዜጋታት ክሳብ ሎሚ ሽዱሽተ ሽሕን ሽዱሽተ ሚእትን ኣርብዓን ክልተን በፂሑ ኣሎ። ሽዱሽተ ሽሕን ሓሙሽተ ሚእትን ቴስዓን ካብዚኦም ሓውዮም ዝተፋነዉ ሰላሳን ሸሞንተን ብሞት ዝተፈለዩ ዓሰርተ ኣርባዕተ ድማ ገና ኣብ ሆስፒታላት ተዓቚቦም ዝርከብ እዮም ሚኒስትሪ ጥዕና ሰላሳ ነሓሰ ክልተ ሽሕን ዕስራን ሓደን። ኣብ ኣገዳስነት ምሕያል ሃገራዊ ውዳቤታትን ምኹስኳስ ሃገራዊ ክብርታትን ኣብዚ ተኣትዩ ዘሎ ሓድሽ መድረኽ ዘተ ርክብ ብ ዕስራን ሸውዓተንን ዕስራን ሸሞንተን ነሓሰ ኣብ ካርቱም ሱዳን ተኻይዱ ንዝተዳለወ ዜናዊ ጸብጻብ ዳናይት ገብርሂወት ከተቕርቦ'ያ።
ኣብቲ ሓለፍቲ ሃገራውያን ውዳቤታትን ማሕበራትን ዝተሳተፍዎ ርክብ፣ ኣምባሳደር ኤርትራ ኣብ ሱዳን ኣቶ ዒሳ ኣሕመድ ዒሳ፣ ንኣገዳስነት ምብራኽ ንቕሓትን ምሕያል ውዳቤታትን ኣብ ምዕዋት ሃገራዊ መደባት ብምጥቃስ፣ ውህደትን ስጥመትን ህዝብን መንግስትን ቀንዲ ምስጢር ዓወት ስለዝኾነ፣ ናይ ቀዳምነታት ቀዳምነት ምዃኑ ኣስሚርሉ። ዝተወደበን ዝሰመረን ህዝቢ ወትሩ ተዓዋቲ'ዩ ዝበለ ኣምባሳደር ዒሳ፣ እዚ ኣብ እዋን ሓርነታዊ ቃልስን ናይ ምኽባር ልኡላውነት መድረኽን ብግብሪ ከም እተመስከረ ብምጥቃስ፣ ጸላእትን ተጻባእትን ኤርትራ፣ ሜላታቶምን ኣገባባቶምን እምበር ዕላማታቶም ስለ ዘይተቐየረ፣ ወደብቲ ኣካላት ብዕቱብ ክሰርሕሉ ኣዘኻኺሩ። ንህሉው ኩነታት ሃገርና፣ ገስጋስ መደባት ልምዓትን ዞባዊ ምዕባለታትን ዝምልከት ሰፊሕ መብርሂ ዝሃበ ኣምባሳደር ዒሳ፣ ኤርትራ ኣብ ምፍጣር ውሑስ ጎደቦን ሽርክነታዊ ጽምዶን ኣበርቲዓ ትሰርሕ ምህላዋ ብምጥቃስ፣ ማሕበረኮምን ካልኦት ውዳቤታትን ንምድልዳልን ንምሕያልን ኣብ ዘካየድዎ ንጥፈታት ደገፍን ምትብባዕን ኤምባሲ ከምዘይፍለዮም ኣረጋጊጹ። ተሳተፍቲ ብወገኖም ናይ ዘተን ምብህሃልን መድረኻት ጉድለታትካን ጸገማትካን ብምፍዋስ፣ ብልጫታትካ ንምዕቃብን ንምድራዕን እወታዊ ኣበርክቶ ስለ ዘለዎ፣ ቀጻልነቱ ክወሓስ ብምልባው፣ መሳርዖም ብምድልዳል ሃገራዊ መደባት ንምዕዋት ኣበርቲዖም ከምዝሰርሑ ኣረጋጊጾም።
ብደረጃ ሃገር ካብ ዕስራን ሰለስተን ክሳብ ዕስራን ሸውዓተን ሰነ ክልተ ሽሕን ዕስራን ሓደን ዝተኻየደ ወፍሪ ክታበት ፖልዮን ምዕዳል ቫይታሚን ኤን ኣብ ዓሰርተ ክልተ ምምሕዳራት ከባቢን ኣርብዓን ሽዱሽተን ዓድታትን ንኡስ ዞባ ገልዓሎ ዕዉት ከምዝነበረ ተገሊፁ። ሓላፊ ምክትታል ትካላት ጥዕና'ቲ ንኡስ ዞባ ነርስ መሓሙድ መሓመድ ዑስማን ንኤሪና ኣብ ዝሃቦ ሓበሬታ፣ በቲ ኣብ ጎቦታት፣ ጎላጉል፣ ገማግም ባሕርን ደሴታትን ዝተኻየደ ወፍሪ፣ ሸፈነ ክታበት ፖልዮ ሚእቲ ሚእታዊት፣ ምዕዳል ቫይታሚን ኤ ንትሕቲ ሓሙሽተ ዓመት ድማ ሰብዓን ትሽዓተን ነጥቢ ሓሙሽተ ሚእታዊት ከም እተመዝገበ ብምጥቃስ፣ ኣመሓደርትን ኣጋር ሓካይምን ንዝገበርዎ ውፉይ ስራሕ ሞጊሱ። ኣቐዲሙ ዝተኻየደ ጎስጓሳት ኣብቲ ወፍሪ ዝምስገን ኣበርክቶ ከም ዝነበሮ ጠቒሱ ድማ፣ ነቲ ወፍሪ ዘቖማ ተንቀሳቐስቲ ኣሃዱታት ክታበት፣ ኣብ ርሑቕ ከባቢታት ዝተደኮና ዓድታት ኣብ ምሽፋን ኣድማዒ ተራ ከም እተጻወት ኣብሪሁ። ኣብ ዓመት ክልተ ግዜ ብዝካየድ ሃገራዊ ወፍሪ ክታበት ፖልዮን ምዕዳል ቫይታሚን ኤን፣ ቅድሚ ዕስራ ዓመታት ዓሰርተ ሚእታዊት ጥራይ ዝነበረ ሸፈነ፣ ኣብዚ እዋን'ዚ ናብ ልዕሊ ቴስዓን ሓሙሽተን ሚእታዊት ክብ ከም ዝበለ ዓይነታት ክታበት እውን ዓሰርተ ሰለስተ ከም ዝበፀሐ ሰነዳት ሚኒስትሪ ጥዕና የነፅር። ኣብ ድሕነት ትራፊክ ፅርግያ ኩሉ ኣካል ሕብረተሰብ ንቕሓቱ ከበርኽ ብፍላይ ከዓ መራሕቲ ኩለን ዓይነታት ተሽከርከርቲ ሕግታት ከኽብሩ ፖሊስ ትራፊክ ከዘኻኽር ጸኒሑ ኣሎ። ወኪሌርና ዮናታን ኣዕብዮ ብዛዕባ እዚ ጉዳይ እዚ ብመልክዕ ዜናዊ ጸብጻብ ንዘዳለዎ ትሕዝቶ ገርመስቀል ገረዝጊሄር ከቕርቦ እዩ።
ድሕነት ህይወትን ንብረትን ንምርግጋፅ ኩለን ዓይነት ተሽከርከርቲ ብሕጊ ትራፊክ ክመላለሳ ኣዛዚ ፖሊስ ትራፊክ ዞባ ማእከል ሌተናል ኮሎኔል ታደሰ ብርሃነ ፀዊዑ። ብፍላይ ካብ መወዳእታ ክልተ ሽሕን ዓሰርተ ትሽዓተን ብብዝሒ ናብ ጽርግያ ክወርዳ ዝጀመራ ብጸሓያዊ ጸዓት ዝንቀሳቐሳ ብሽግለታታት ብተደጋጋሚ ሕግታት እናጠሓሳ ጠንቂ ሓደጋታት ክኾና ምጽንሐን ዝሓበረ ሌተናል ኮሎኔል ታደሰ፣ ክወሃብ ዝጸንሐ ምኽርን ማዕዳን መግትኢ ክኸውን ስለዘይከኣለ ስጉምቲ ክውሰደን ተጀሚሩ ከምዘሎ ገሊጹ። ምስ ናይ ኮሮና ቫይረስ ኩለን ተሽከርከርቲ ብፍላይ ከኣ መካይን ማለት እዩ፣ ደው ኢለን ስለ ዝነበርና በቲ ናይ ሚኒስትሪ ጥዕናን መምርሒ ናይ ሓይሊ ዕማምን ደው ኢለን ስለ ዝነበራ እቲ ህዝቢ እውን ቁሩብ ኣብ ናይ ምንቅስቓስ ፀገማት ስለ ዝነበሮ ምስ ናይ ሽግለታ ተሓሲበን ብፍኑው መገዲ ክኸዳ ፀኒሐን እየን። ብፍኑው መገዲ ክበሃል ከሎ ግን ቁፅፅር ኣይንገብረለንን ነይርና ማለት ኣይኮነን። ከምዚ ሕጂ ገይርናዮ ዘለና ሒዝና ብጭቡጥ ግን ኣየቕፃዕናየንን ምኽንያቱ ኣልያ ኢና ክንገብር ፀኒሕና። እዚ ኣይእቶን እዩ፣ በዚ እዩ ዝሕለፍ፣ በዚ እዩ ዝኽየድ እናበልና ክንኣልየና ፀኒሕና ማለት እዩ። እዚ ኹሉ ክንገብሮ ዝፀናሕና ምእላይ ግን ስጋብ ሕጂ ኣብቲ ብግብራዊ ክትሪኦ ከለኻ ከም ፖሊስ ትራፊክ ኣይተመለሰልናን። ምኽንያቱ ኣብ ፅርግያ ጠንቂ ዕልቕልቕ ናይ ትራፊክ ኮይነን ፀገም ፈጢረናልና ኣሎ ማለት እዩ። ገለ መዐገሲ ንምግባር ከኣ እቲ ስጉምቲ ወሲድናዮ ኣለና። እቲ ስጉምቲ ወሲድናዮ ዘለና ግን ኣብ ውሽጢ ዝተወሰነ ግዜ ጥራይ ዝውዳእ ኣይኮነን። ቀጻሊ ስጉምቲ ክንወስድ ኢና። ብመሰረት ሰነዳት እቲ ቤት ጽሕፈት፣ ብ ዕስራን ትሽዓተን ሳላሳን ነሃሰ ኣብ ከተማ ኣስመራ ብዝተገብረ ትራፊካዊ ምክትታል፣ ልዕሊ ሰብዓ ሕጊ ትራፊክ ዝጠሓሳ ብጸሓይ ውጽዓት ዝንቀሳቐሳ ብሽግለታታት ናብ ሕጊ ቀሪበን ኣራሚ ስጉምቲ ከም ዝተወስደን ክፍለጥ ተኻኢሉ ኣሎ። እቲ ቀንዲ ዝተኸሳሉ ጥሕሰት ድማ መራሕተን ካስኮ ዘይምግባሮም፣ ክሕለፍ ብዘይግብኦ ጎደናታት ምሕላፈን፣ ልዕሊ ክልተ ሰብ ምጉርባተን፣ ካብ ዓቕመን ንላዕሊ ንብረት ምጽዓን ከምኡ'ውን ብትሕቲ ዕድመ ምምርሐን የጠቓልል። ኣዛዚ ፖሊስ ትራፊክ ዞባ ማእከል ሌተናል ኮሎኔል ታደሰ ብርሃነ ኣብ መወዳእታ፣ እዘን ቁጽረን ምስ ግዜ እናበዝሐ ዝመጽእ ዘሎ ብጸሓያዊ ጸዓት ዝንቀሳቐሳ ብሽግለታታት ብኣዋጅ ቁጽሪ ሚእትን ሓምሳን ኣርባዕተን እዝባር ክልተ ሽሕን ሽዱሽተን ተማእዚዘን ክንቀሳቐሳ ምእንቲ በዓል መዚ መጓዓዝያ ምድሪ ግቡእ ምደባ ክገብረለን ኣዘኻኺሩ። እተን ተሽከርከርቲ ዝበሃላሲ ኣብ ኣርባዕተ ኢና ንመቕለን እኮ። ካብኤን ወጻኢ ከኣ የብልናን ኣብዚ። ኣብ ጽርግያ ዝንቀሳቐሳ ወይ ኣብ መሬት ዝንቀሳቐሳ እተን ክልተ ብሞተር ዝንቀሳቐሳ መኪናን ሞተር ሳይክልን እተን ክልተ ከኣ ብሓይሊ ሰብን ብጉልበት ሰብን ብጉልበት ናይ እንስሳን ዝንቀሳቐሳ ሽግለታን ዓረብያ ፈረስን እየን። እዚኤን ከኣ ኣብቲ ኣዋጅ ፖሊስ ኣዋጅ ጽርግያ ስለ ዘሎ ንምቕጽዐን ጸገም ዝበሃል የብሉን በቲ ዓናቕጻዊ ዘሎ ኢኻ ትቐጽዐን ማለት እዩ። ብመሰረት ዝጠሓስኦ ሕጊ እቲ ኣዋጅ ብንጹር ዓንቀጻት ኣቐሚጥሉ ኣሎ። እዚኤን ግን ሓደስቲ እየን። ሓደስቲ እየን ምድበን ከኣ ኣይተፈልጠን። ሕጂ ጸገም ኮይነልና ኣሎ ኣብቲ ኩሉ ኩነታተን ክትሪኦ ከለካ ግን ካብ ሞተር ሳይክል ዝፍለ ወላ ሓንቲ የብለንን ኣብዚ ሰዓት እዚ ተረዳዲእና ልክዕ ከምቲ ሞተር ሳይክል ከምኡ ጌርና ክንቀጽዐን ኢና ተረዳዲእና ዘለና ብዝያዳ ግን እዚ ግዝያዊ እዩ ንቀጻሊ ግን እቲ መጓዓዝያ ምድሪ ብንጹር ስርዓት ኣትሒዙ እንድሕር ኣምጺእልና በቲ ኣገባብ ክንከይድ እቲ መደብና ማለት እዩ። ሕጊ ትራፊክ ከኽብሩ ግቡእ ምዃኑ ዝሓበሩ ወነንተን ብወገኖም፣ መንቀሳቐሲ ፍቓድ፣ ደብተር ዋንነትን መለለዪ ቁጽሪ ሰሌዳን ክህልወን ተላብዮም። ኣብቲ ረብሐንን ጥቕመንን ክትሪኦ ከለኻ ኣዝየን ውጽኢታውያን እየን። ውጽኢታውያን ኮይነን ከኣ እቲ ኣጠቓቕማ ከኣ ብዝያዳስ ልዕሊ ዕድመ ዝበሰለ ሰብ ክሕዘን እቲ ሕጊ ናይ ትራፊክ እውን ኣኽቢርና ክንጥቀመለን ይግበኣና ማለት እዩ። ሓደ ትሕተ ዕድመ ሕጂ ንእምነት ሒዙ ኣይኸይድ ተሎሲ ዋላ ኣብ ሕጊ ቀሪቡ ውን ተሓታቲ ክኸውን ኣይክእልን ኢዩ። ዕድሚኡን ነቲ ሕጊ ውን ዘፍቅደሉ ኣይኮነን ማለት ኢዩ። ልዕሊ ዕድመ ክግልገለለን ወይ ከኣ ልዕሊ ዕድመ ክጥቀመለን ከም ዘለዎ እንተ ተሓበረ ውን ተመራጺ ኮይኑ ይስመዓናነ ማለት ኢዩ። ካስኮ ግርም ኢዩ።
ምጉርባት ከኣ ሓደ ካብኡ ወልዓል ከኣ ክጉርበት የብሉን። ኣብ ትሕቲ ዕድመ ከኣ ስታይ ክዝውር ኣይብሉን። እዚ ከምዚ ኢሉ እንከሎ፣ መምርሒ ላዕለዋይ ሓይሊ ዕማም ምክልኻል ለበዳ ኮሮና ቫይረስ ዝጠሓሳ ልዕሊ ሚእቲ መብዛሕትአን ኮድ ሓደ ዝኾና መኻይን እውን ተኸሲሰን ገንዘባዊ መቕጻዕቲ ከምዝተበየነለን ካብ ጨንፈር ሕግን ስርዓትን ዞባ ማእከል ዝተረኽበ ሓበሬታ የነጽር።
ጥዕና ጥሪት ብምውሓስ ንምስሳንን ዝወሃብ ዘሎ ሕክምናዊ ኣገልግሎታትን ክታበትን እቲ ዘድሊ ውጽኢት ክርከቦ ምእንቲ ወነንቲ ጥሪት ብበዓል ሞያ ዘይተኣዘዘ ምንጩን ብቕዓቱን ዘይተረጋገጸ መድሃኒት ካብ ምጥቃም ክቑጠቡ መተሓሳሰቢ ቀሪቦም። ቤት ጽሕፈት ሃብቲ እንስሳ ንኡስ ዞባ ሓጋዝ ነዚ ሓበሬታ'ዚ ዝሃበ፣ እቲ ተርእዮን ሳዕቤናቱ ኣብ ጥዕና ጥሪትን እናሳዕረረ ብምምጽኡ እዩ። እዚ ከምዚ'ሉ እንከሎ፣ ካብ ሸሞንተ ሓምለ ብዝወቐዐ ልዕሊ ክልተ ሚእትን ዕስራን ሓደን ሚሊ ሜትር ዝናብ፣ መብዛሕትኡ ዘራእቶም ኣብ ደረጃ ጻህያን ጉስያን፣ እቲ ዝቐደመ ከኣ ኣብ ምውዓጉ ከም ዝበጽሐ ሓረስቶት ሓቢሮም። ኣብ ንኡስ ዞባ ሓጋዝ ካብ ዝሕረስ ዓሰርተ ሽዱሽተ ሽሕ ሄክታር እቲ ዝሰፍሐ መሸላ፣ ብልቱግ፣ ፉልን ጥረታትን ከምዝዝራእ ሰነዳት እቲ ምምሕዳር የነጽር። ብኻልእ ወገን ብ ዕስራን ሽዱሽተን ነሓሰ ብዝወቐዐ ብርቱዕ ዝናብ ኣብ ደምበ ዝራጽዮን ወዲ ኣርብዓ ዓመት ብበርቂ ክመውት እንከሎ ኣብ ዕድመ ሰላሳታት ዝርከቡ ሰብ ሓዳር ሰብኣይን ሰበይትን ብኸቢድ ከምዝቖሰሉ ወኪል ኤሪና ሓቢሩ። ክቡራት ተዓዘብቲ ንዜናታት ወፃኢ ድሕሪ'ዛ ሓፃር መሰጋገሪት ክንምለስ። ኣብ ዜናታት ወጻኢ ልዕሊ ክልተ ነጥቢ ሰለስተ ትሪልዮን ዶላር ዘባኸነን ን ዕስራ ዓመታት ዝቐጸለን ወተሃደራዊ ወፍሪ ኣመሪካ ኣብ ኣፍጋኒስታን ብመሰረት'ቲ ምስ ጣሊባን ዝተገብረ ስምምዕ ሎሚ ሰላሳን ሓደን ነሓሰ ብወግዒ ከምዘብቅዐ ማዕከናት ዜና ኣቃሊሐን። ኣመሪካ ኣብ ኣፍጋኒስታን ዝጸንሑ ወተሃደራታ፣ ዜጋታትን ተሓባበርታን ከተውጽእ ድሕሪ ምቕናያ፣ ወተሃደራውን ዲፕሎማስያውን ተልእኾኣ ሙሉእ ብሙሉእ ከምዝዛዘመት ጸሓፊ ጉዳያት ወጻኢ ኣንቶንዮ ብሊንከን ኣፍሊጡ። በዚ ካብ መፋርቕ ወርሒ ነሓሰ ንኣፍጋኒስታን ዝተቖጻጸረ ጣሊባን፣ ሃገሩ ካብ ግዳማውያን ሓይልታት ነጻ ከምዝኾነት ብምሕባር፣ ርሽታትን ጠያይትን ብምትኳስ ዓወቱ ይጽምብል ከምዘሎ ተቓሊሑ። ይኹን እምበር ኣብዚ ንዒስራ ዓመታት ዝቐጸለ ግዳማዊ ወተሃደራዊ ምትእትታው ዝተኸስተ ጸጥታዊ ቅልውላው፣ ንጣሊባን ከቢድ ብድሆ ክፈጥረሉ ከም ዝኽእል ምስ ኩነታት እታ ሃገር ቅርበት ዘለዎም ተንተንቲ ይእምቱ። ካብ ክልተ ሽሕን ሓደን ኣብ ኣፍጋኒስታን ክካየድ ዝጸንሐ ግዳማዊ ምትእትታው፣ ከም ዳዒሽ ዝኣመሰሉ ሽበራውያን ዕጡቓት ኣብ ምጭጫሕ ምቹእ ባይታ ከም ዝፈጠረ'ዩ ዝግለጽ። ብዘይካ'ዚ ኣብ መስርሕ ምውጻእ ስራዊት ኣመሪካ ልዕሊ ሰማንያ ቢልዮን ዶላር ዝግመት ኣጽዋር ኣብ ኢድ ጣሊባን ብምእታዉ፣ ጸጥታዊ ሳዕቤናቱ ብቐሊል ከም ዘይጥመት ናይ ቀረባ ተዓዘብቲ ይጠቕሱ። እቲ ንጣሊባን ንምጥፋእ ዝካየድ ዝነበረ ግን ከኣ ብዓወቱ ዝተዛዘመ ወፍሪ፣ ኣብ ልዕሊ ህዝቢ ኣፍጋኒስታን ጥራይ ዘይኮነ፣ ኣብ ልዕሊ ኣተግበርቱ ዝኾና ሃገራት ምዕራብ'ውን ከቢድ ሰብኣውን ቁጠባውን ክሳራታት ከም ዘስዓበ ጸብጻባት የረድኡ። ኣብዚ ናይ ዕስራ ዓመታት ኲናት፣ ልዕሊ ሸውዓተ ሽሕን ሓሙሽተ ሚእትን ወተሃደራት ኣመሪካን መሻርኽታ ሃገራትን፣ ልዕሊ ስሳን ሽዱሽተን ሽሕ ወተሃደራትን ፖሊስን መንግስቲ ኣፍጋኒስታን፣ ልዕሊ ኣርባዓን ሸውዓተን ሽሕ ሰለማውያን ኣፍጋናውያን፣ ከምኡ'ውን ልዕሊ ሓምሳን ሓደን ሽሕ ዕጡቓት ጣሊባን ከምእተቐትሉ ጸብጻባት የነጽሩ። ኣብ ሃገራት ኤውሮጳ ብሰንኪ ለበዳ ኮሮና ቫይረስ ኣብ መወዳእታ ናይዚ ዓመት እዚ ኣስታት ክልተ ሚእትን ኣርባዓን ሽሕ ተወሰኽቲ ሰባት ክሞቱ ከም ዝኽእሉ ክኢላታት ጥዕና የጠንቅቑ ኣለዉ። እቶም ክኢላታት ነዚ መጠንቀቕታ እዚ ዘመሓላለፉ ኣብቲ ኣህጉር ንዘሎ ልዑል መጠን መልከፍቲ ሓድሽ ጅር ኮሮና ቫይረስ ኣብ ግምት ብምእታው እዮም። ብሰንኪ እዚ ደልታ ዝተሰምየ ጅር፣ ዝሓለፈ ሰሙን መጠን ሞት ኣብታ ሃገር ብዓሰርተ ሓደ ሚእታዊት ከም ዝወሰኸ'ዮም ጸብጻባት ዝጠቕሱ። እዚ ሓድሽ ጅር ኮሮና፣ ዋላ'ውን ክታበት ንዝወሰዱ ሰባት ከጥቅዕ ዝኽእል ብምዃኑ፣ ሓደገኝነቱ ኣሻቓሊ ምዃኑ'ዩ ዝሕበር ዘሎ። ኣብ ኤውሮጳ ብሰንኪ ለበዳ ኮሮናቫይረስ ልዕሊ ሓደ ነጥቢ ሰለስተ ሚልዮን ሰባት ክሞቱ እንከለው፣ ልዕሊ ስሳን ኣርባዕተን ሚልዮን ተለኺፎም። ብዓለም ደረጃ መጠን መልከፍቲ ኣስታት ክልተ ሚእትን ዓሰርተ ሸሞንተን ሚልዮን፣ ሞት ከኣ ኣስታት ኣርባዕተ ነጥቢ ሓሙሽተ ሚልዮን በጺሑ ኣሎ። ኣብ ህንዲ ኣብ ውሽጢ ዝሓለፈ ዕስራን ኣርባዕተን ሰዓታት ጥራይ ልዕሊ ሰላሳን ሓደን ሽሕ ሓድሽ መልከፍቲ ኮሮናቫይረስ ከምእተመዝገብ ማዕከናት ዜና ሺንሁዋ ኣፍሊጡ። እዚ ሓድሽ መልከፍቲ፣ ንጠቕላላ ቁጽሪ በቲ ቫይረስ ዝተለኽፉ ዜጋታት እታ ሃገር ናብ ኣስታት ሰላሳን ሰለስተን ሚልዮን፣ ንቁጽሪ ዝሞቱ ድማ ናብ ልዕሊ ኣርባዕተ ሚእትን ሰላሳን ሸሞንተን ሽሕ ክብ ኣቢልዎ ኣሎ። በዚ ተርእዮ እዚ ዝተሻቐለ መንግስቲ ህንዲ፣ ልዑል መጠን መልከፍቲ ኮሮና ቫይረስ ኣብ ዝረኣየለን ዘሎ ከተማታት ሰዓታት እቶ-እቶ ክእውጅ ከም ዝኽእል ከጠንቅቕ ጸኒሑ ኣሎ። ኣብ ዞባ ኣማዞን ናይ ፔሩ ብዘጋጠመ ሓደጋ ምግጫው ክልተ ጀላቡ ብውሕዱ ዒስራ ሰባት ከም ዝሞቱ ማዕከናት ዜና ንሰብ መዚ እታ ሃገር ብምጥቃስ ኣቃሊሐን። ብሰንኪ እቲ ሓደጋ ሓምሳ ካልኦት ደሃዮም ከም ዝጠፍአ ዝሓበሩ እቶም ሰብ መዚ፣ ቁጽሪ ምዉታት ክዛይድ ከም ዝኽእል ኣሚቶም ኣለዉ። ጠንቂ እቲ ሓደጋ ዛጊት ከም ዘይተነጸረ ዝገለጹ እቶም ሰበስልጣን፣ ግዳያት ብህይወት ንምድሓን ስርሒት ይቕጽል ከም ዘሎ ሓቢሮም። ኣብ ክፍለ ሃገር ካሊፎርንያ ሕብራት መንግስታት ኣሜሪካ ተኸሲቱ ዘሎ ካልዶር ዝተሰመየ ባርዕ መሮር ብብርቱዕ ንፋስን ደረቕ ክሊማን ተደፊኡ ህዝቢ ብብዝሒ ናብ ዝርከቦ ሰሜናዊ ሸነኽ ብምልሓሙ ስግኣት ፈጢሩ። በቲ ኩነታት ዝተሰናበዱ ነበርቲ ሓያሎ ከባቢታት ናብ ውሑስ ከባቢ ቦታ ክግዕዙ ትእዛዝ ምትሕልላፉ ሰብመዚ ሲቪላዊ ድሕነት ኣፍሊጦም። እቲ በዓል ዓሰርተ ኣርባዕተ መዓልቱ ዝሓዘ ባርዕ፣ ልዕሊ ስሳን ሸሞንተን ሽሕ ሄክታር ጫካታት ከምዝሃመኾ ዝሓበሩ እቶም ሰብ መዚ፣ ኣባይቲ፣ ትካላትን ካልእ ህንጻታትን ዝርከቦ ኣስታት ሸውዓተ ሚእቲ ትሕተ ቅርጺ ከምዘዕነወ ገሊጾም። ዓሰርተ ሰለስተ ሚእታዊት ናይቲ ባርዕ ጥራይ ኣብ ትሕቲ ቁጽጽር ብምውዓሉ፣ መጠን ነዘውርዶ ዕንወት ክዛይድ ዘሎ ተኽእሎ ልዑል ምዃኑ'ዮም እቶም ሰብ መዚ ዝእምቱ። ኣብዚ ዓመት'ዚ ኣብ ክፍለ ሃገር ካሊፎርንያ ዝተኸስተ ሓደጋታት ባርዕ፣ ካብ ናይ ዝሓለፈ ዓመታት ዝኸፍአ ክሳራታት ከም ዘውረደ ጸብጻባት ይጠቕሱ። ሃገራዊ ምምሕዳር ጠፈር ቻይና ካብ መፋርቕ ዝሓልፈ ወርሒ ጉንበት ንልዕሊ ሚእቲ መዓልታት ኣብ ፕላኔት ማርስ ዳህሰሳዊ መጽናዕቲ ዘካየደት ሰብ ኣልቦ መንኮርኮር ዝለኣኸቶ ሓደስቲ ስእልታት ትማሊ ሰላሳ ነሓሰ ዘርጊሑ። እታ ኣብ ማርስ ኣስታት ትሽዓተ ሚእቲ ሜትሮ ዝተንቀሳቐሰት ሰብ ኣልቦ መንኮርኮር ኣብ ልዕሊ ኣቃውማታ ብቀይሕ ፕላኔት እትጽዋዕ ማርስ ኣብ ዝካየድ ዘሎ መጽናዕቲ ልዑል ኣገዳስነት ዘለዎ ሓበሬታ ከምዝኣከበት'ዩ እቲ ቤት ጽሕፈት ኣፍሊጡ ዘሎ። ኣብዚ ዳህሳሳዊ መጽናዕቲ ኣስታት ዓሰርተ ጊጋባይት ሓበሬታ ከም ዝለኣኸት ዝገልጹ ሰብ መዚ ጠፈራዊ ምርምር ቻይና፣ ኣብ መጻኢ ናብታ ፕላኔት ንዝካየድ በረራታት ልዑል ደገፍ ከም ዘለዎ ገሊጾም። እታ ሰብ ኣልቦ መንኮርኮር ክልተ ሚእትን ኣርባዓን ኪሎ ግራም ከም እትምዘን እዩ ዝግለጽ። ውጽኢት ናይዚ ጠፈራዊ ምርምር፣ ቻይና ኣብቲ ዓውዲ በጺሓቶ ዘላ ደረጃ ዝምስክር ምዃኑ እዮም ክኢላታት እቲ ዓውዲ ዝሕብሩ። ክቡራት ተኸታተልቲ ሓፈሻዊ ዜና ንምዝዛም ቀንዲ ነጥብታት ክንደግም። ትማሊ ብዝተገብረ መርመራታት ክልተ ዜጋታት ብኮሮና ምርካፎም ክረጋገጽ እንከሎ ሓደ ዜጋ ድማ ብሞት ተፈልዩ። ኣብ ካርቱም ኣብ ኣገዳስነት ምድንፋዕ ሃገራዊ ውዳቤታትን ክብርታትን ተዘትዩ። ኣብ ንኡስ ዞባ ገልዓሎ ወፍሪ ክታበት ፖልዮ ዕዉት ምንባሩ ተገሊጹ። ወተሃደራዊ ወፍሪ ኣመሪካ ኣብ ኣፍጋኒስታን ሎሚ ሰላሳን ሓደን ነሓሰ ብወግዒ ኣብቂዑ። ኣብ ኤውሮጳ ብሰንኪ ኮሮና ቫይረስ ኣስታት 240 ሽሕ ተወሰኽቲ ሰባት ክሞቱ ከም ዝኽእሉ ተኣሚቱ። ኣብ ዞባ ኣማዞን ናይ ፔሩ ብዘጋጠመ ሓደጋ ምግጫው ጀላቡ ክልት 20 ሰባት ሞይቶም።

ሰላም ከመይ ትውዕሉ ክብራት ተዓዘብቲ ዕለታዊ ዜና ስፖርት እንሆ ዜና ዘቕርበልኩም ሚካኤል ሓድጉ። ግጥማት ዝዋሪት ዋንጫ ኩዕሶ እግሪ ዞባ ማእከል ዝሓለፈ ሰንበት ዕዱማት ኣጋይሽን ኣፍቀርቲ ስፖርት ኣብ ዝተረኸብሉ ብብዕቡዕ መንፈስ ተዛዚሙ ቀይሕ ባሕሪ ከኣ ዓወት ናይዚ ውድድር ኮይና። ዝሓለፈ ሰንበት ስታድዩም ኣስመራ ክለባት ቀይሕ ባሕርን ኩባንያ ሰንበል ዘካየዶ ናይ ፍጻመ ጸወታ የንጊዱ ኣብ ናይ ቅድሚ ዕረፍቲ ጸወታ ክልቲኤን ክለባት ዝተፈላለየ ፈተነታት'ኳ ተካይዳ ክሰልጠን ግና ኣይተራእየን፣ ንዕረፍቲ ድማ ብዘይ ሸቶ'የን ተፈላልየን። ድሕሪ ዕረፍቲ ኣብ ዝቐጸለ ጸወታ ቀይሕ ባሕሪ ኣብ መበል ሓምሳ ደቒቕ ካብ ዓብለሎም ተኽለዝጊ መዕወቲ ሸቶ ብምርካባ ናይ'ዚ ውድድር ሻምፕዮን ብምዃን ውድድራ ፈጺማ።

ሰምበልን ደንደንንካ ካልኣይን ሳልሳይን ደረጃታት ብምሓዝ ዝተዳለወለን ዝተፈላለዩ ሽልማት ካብ ኢድ ኣመሓዳሪ ዞባ ማእከል ኣቶ ፍስሃ ሃይለን ከምኡ ድማ ጸሓፊ ህግደፍ ዞባ ማእከል ኣቶ ዮሱፍ ሳይቅን ወሲደን። ብዜካዚ ተጻዋታይ ክለብ ቀይሕ ባሕሪ ሄኖክ ኣብርሃም፣ ዚኮ፣ ካብ ጸወታ ኩዕሶ እግሪ ተፋንዩ። ሄኖክ ኣብርሃም ኣብ ንኡስ ዕድሚኡ ምስ ጋንታታት ፓራዲዞን ማይተመናይን ድሕሪ ምጽዋቱ ብዝነበሮ ብቕዓት ኣብ ዓይኒ ክለብ ቀይሕ ባሕሪ ድሕሪ ምእታዉ ምስታ ክለብ ብምጽንባር ንዓሰርተ ዓመታት ብምጽዋት፣ ዝሓለፈ ሰንበት ጋንትኡ ዋንጫ ኣብ ዝወሰደትሉ ኣጋጣሚ ብወግዒ ካብ ጸወታ ኩዕሶ እግሪ ተፋንዩ። ጋንትኡ ቀይሕ ባሕሪ ዘዳለወትሉ ዋንጫን ክልተ ስእልን ድማ ተቐቢሉ። ሄኖክ ድሕሪ ምፍናዉ ኣብ ጋንትኡ ቀይሕ ባሕሪ ኣሰልጣኒ ኣካላዊ ብቕዓት ኮይኑ ክሰርሕ ምዃኑ ይንገር ኣሎ። ክፍልን ባህልን ስፖርትን ዞባ ደቡብ ኣብ ከተማ መንደፈራ ኣብ ዘካየዶ ርክብ ስፖርታዊ ንጥፈታት ብምግምጋም ኣብ ቀፃሊ ብዛዕባ ዘሰላስሎም መደባት ዘትዩ። እቲ ብ ዕስራን ሸውዓተን ነሓሰ ክልተ ሽሕን ዕስራን ሓደን ኣብ ኣደራሽ ምምሕዳር ዞባ ዝተኻየደ ገምጋም ስራሕ ሓለፍቲ ባህልን ስፖርትን ንኡስ ዞባታት ኩለን ፈደሬሽናት ስፖርትን ዝተሳትፍዎ ኮይኑ ንኩሉ ዓውድታት ስፖርት ብደቂቕ ድሕሪ ምግምጋም ኣብቶም ኣብ ቀፃሊ ክመሓየሹን ክፅንዑን ዘለዎም ኣገባባት ኣሰራርሓ ድሕሪ ምዝታይ ኣብ ግራስሩት ተሳታፍነት ደቂ ኣንስትዮ ኣብ ስፖርት ምዕባይ ኣታዊታት ስፖርት ከምኡ እውን ስልጠናን ምትብባዕ ዕውታት ስፖርታውያን ብዝሓየለ ክስርሓሉ ምዃኑ ተገሊፁ። ሓላፊ ክፍልን ባህልን ስፖርትን ዞባ ደቡብ ኣቶ ኣብርሃም ዮውሃንስ ኣብቲ ገምጋም ተረኺቡ ኣብ ዘስምዖ ቃል፣ ዝካየዱ ዘለዉ ስፖርታዊ ንጥፈታት ምዕሩይ ተሳታፍነት ደቂ ኣንስትዮ ኣብ ምርግጋፅ እወታዊ ገስጋስ የርእዩ እኳ እንተለዉ ግን ኣብቲ ተተሊሙ ዘሎ መደብ ንምብፃሕ ግን ተወሳኺ ስራሕ ከምዘድሊ ብምግላፅ ኩሎም ሓለፍቲ ባህልን ስፖርትን ንኡስ ዞባታትን ፌደሬሽናትን ነንሕድሕዶም እናተናበቡን እናተሓጋገዙን ናብ ውፅኢታውነት ስራሕ ኣድሂቦም ክሰርሑ ከምዘለዎም ኣተሓሳሲቦም። ሓላፊ ጨንፈር ስፖርት ዞባ ደቡብ ኣቶ ሃይለማርያም ገብረመድህን ብጊዲኡ ኣብ ዘስመዖ ቃል ንኡስ ዞባታት ንዘካየዶ ስፖርታዊ መደባት ድሕሪ ምዝርዛር ነፍሲ ወከፍ ንኡስ ዞባ ንዕቤት ስፖርት ኣበርቲዓ ክትሰርሕ እቲ ክፍሊ ድማ ብዘድሊ ዘበለ ንዋታውን ካልእን መዳያት ኣብ ጎኒ ንኡስ ዞባታት ደው ክብል ምዃኑ ገሊፆም። ናብ ዜናታት ወጻኢ ምስ ንሰግር፣ ፖርቱጋላዊ ተኸላኻሊ እንግሊዛዊት ክለብ ማንቸስተር ሲቲ ሩበን ዲያዝ ምስ ክለቡ ንተወሰኽቲ ሽዱሽተ ዓመታት ዘጽንሖ ውዕል ፈሪሙ። ወዲ ዕስራን ኣርባዕተን ዓመት ዝኾነ ዲያዝ ናብ ማንቸስተር ሲቲ ዝሓልፈ ክረምቲ'ዩ ካብ ክለብ በነፊካ ብስሳን ሓሙሽተ ሚልዮን ፓውንድ ድሕሪ ምስጋር ኣብ መስመር ምክልኻል ዝበለጸ ምርጫ ኣሰልጣኒ ፐፕ ጋርዲዮላ ብምዃን ንክለቡ ዋንጫ ፕሪመር ሊግ ናይ ዝሓለፈ ዓመተ ስፖርት ንኽትዓትር መሪሕ ተራ ዝተጻወተ ኮይኑ ክለቡ ድማ ነዚ ተጻዋታይ ነቲ ንሱ ዘበርከተላ ስራሕ ዝያዳ ንምውሳኽን ካብኡ ድማ ንተወሳኺ ዓመታት ዝጸንሕ ኣበርክቶ ንኽትረክብ ምእንቲ ክሳዕ ክልተ ሽሕን ዕስራን ሸውዓተን ዝጸንሕ ውዕል ብምቕራብ ዘፈረመቶ። ብዘይካ'ዚ እዚ ፖርቱጋላዊ ብማሕበር ጸሓፍቲ ኩዕሶ እግሪ እንግሊዝ ብሉጽ ተጻዋታይ ከምኡ ድማ ብላዕለዋይ ተጻዋዒ ኩዕሶ እግሪ ኤውሮጳ ማለት UEFA ብሉጽ ተኸላኻሊ ናይ ዝሓለፈ ዓመተ ስፖርት ተባሂሉ ተሰይሙ'ዩ። ንሱ ድሕርቲ ትማሊ ነቲ ውዕል ድሕሪ ምፍጻሙ ኣብ ዝሃቦ ጋዜጣዊ መግለጺ፣ ምስ ክለበይ ንተወሰኽቲ ዓመታት ከጽንሓኒ ዝኽእል ሓድሽ ውዕል ብምፍራመይ ኣዝየ ተሓጒሰ ኣለኹ። ኣነ ኣብ ሲቲ እግረይ ካብ ዘንብር ጀሚረ ነፍሲ ወከፍ ደቂቕ ኣስተማቒረዮን ገና እውን የስተማቕሮን እየ ዘለኹ። ንኣሰልጣኒ ክለበይ ጋርድዮላን ስታፋቱን ከኣ ስለቲ ኣብ ልዕለይ ዘንበርዎ እምነትን ብቑዕ ተጻዋታይ ኮይነ ንክወጽእን ዝገብሩለይ ዘለዉ ኩሉ ዓይነት ምትብባዕ ኣዝየ ዘመስግን ብምባል ገሊጹ። ማንቸስተር ሲቲ ዝሓልፈ ቀዳም ኣብ ልዕሊ ኣርሰናል ሓሙሽተ ባዶ ዝኾነ ገፊሕ ውጽኢት ክትዕወት እንከላ ተራ ዲያስ ኣብ መስመር ምክልኻል ወሳኒ'ዩ ነይሩ። ናይ ዲያስ ሲቲ ዝመጽእ ቀዳም ሰንበት ብሰንኪ ሃገራዊ ጸወታታት ናይ ዋንጫ ዓለምን መጻረዪ ጸወታን ንገለ ተጻወትታ ናብ ሃገራውያን ጋንታታቶም ድሕሪ ምልኣ ብድሕሪኡ ዘሎ ሰሙን ግን ኣንጻር ሌስተር ሲቲ ወሳኒ ዝኾነ ጸወታ ፕሪመር ሊግ ይጽበያ ኣሎ። እንግሊዛዊ ኣይንስሊ ማይትላንድ ናይልስ ካብ ክለቡ ኣርሰናል ክወጽእ ከምዝደሊ ብምግላጹ መጻኢ ናይቲ ተጻዋታይ ኣብ ኣርሰናል ኣብ ቀራና መገዲ ይርከብ። ወዲ ዕስራን ኣርባዕተን ዓመት ናይልስ ኣብዚ እዋን ናብ ክለብ ኤቨርተን ከይዱ ንክጻወት ብሂጉ ብምህላዉ ነታ ካብ ሕቕፍኡ ንክትለቆኻ ፍጹም ባህጊ ዘይብላ ኣርሰናል ካብ ምዝራብ ሓሊፉ ትማል ሶኑይ ምሸት ኣብ ናይ ውልቁ ናይ ኢንስትግራም ብምልጣፍ ዘለዎ ድሌት ንኩሉ ተኸታሊኡ ግልጺ ጌሩ ኣሎ። ናይልስ ኣብዚ ግዜ'ዚ ብእንግሊዛዊት ክለብ ኤቨርተን ብመዳይ ለቓሕ ምስኣ ተሰጋጊሩ ንኽጻወት ናብ ኣርሰናል ጠለብ'ኳ ተቕረበ፣ ክትስማዕ ግን ኣይተራእየትን ዘላ እታ ክለብ። ኣብዚ ክረምቲ ወንበር ምስልጣን ካብ ኣንቸሎቲ ካብ ዝቕበል ንደሓር ንክለቡ ፍጹም ክሃንጻ ተበጊሱ ዘሎ ራፋ ቤኒተዝ ኣብዚ ግዜ'ዚ ኣዒንቱ ካብዚ እንግሊዛዊ ክኣልየን ኣይክኣለን ዘሎ። ናይ ልስን ኣብዚ ከምዚ ውሳነ ዝበጽሐ ኣብ ክለብ ኣርሰናል ቀዋሚ ናይ ምጽዋት ዕድል ኣብ ርእሲ ምስኣኑ ዝሓለፈ ዓመተ ስፖርት ኣብ ወርሒ ጥሪ ምስ ክለብ ዌስት ብሮም ብለቓሕ ብምጽዋት ናብ ክለቡ ኣርሰናል'ኳ ተተመልሰ ኣሰልጣኒ ክለቡ ሚኬል ኣርቴታ ክንድቲ ክመርጾ ብዘይምኻሉ'ዩ እዚ ተጻዋታይ ናብ ኤቨርተን ከይዱ ንክጻወት ንክለቡ ሕቶ ዘቕርበ። ካብ ዜና ኣርሰናል ከይወጻና ስጳኛዊ ኣባል እታ ክለብ ሄክቶር በለሪን ካብታ ክለብ ብምውጻእ ሓድሽ ብዶ ክፍትን ደልዩ ብህላዉ ካብ ኣርሰናል ናይ ምውጻእ ዕድል ዝዓበየ ኮይኑ ቀሪቡ ኣሎ። እዚ ወዲ ዕስራን ሽዱሽተን ዓመት ተኸላኻሊ ኣንፈቱ ናብ ባርሴሎና እኳ ኣቢሉ እንተሎ ኣርሰናል ንዋጋ ናይቲ ተጻዋታይ ዓሰርተ ሓሙሽተ ሚልዮን ፓውንድ ኢላ ብምህላዋ ባርሳ ነዚ ጠለብ ክትሰምዕን ክትምልሰሉን ከም እትኽእል እዩ ዝንገር። ባርሳ ኣብዚ ክልተ መዓልታት ንብራዚላዊ ተኸላኻሊኣ ኤመርሰን ሮያል ናብ እንግሊዛዊት ክለብ ቶተንሃም ብ ዕስራን ሓሙሽተን ነጥቢ ሸውዓተ ሚልዮን ፓውንድ ክሸጦ ድሕሪ ምስምዓ እዩ ንበለሪን ብምምጻእ ነቲ ኣብ ዳሕረዋይ መስመር ምክልኻላ ተፈጢሩ ዘሎ ነቓዕ ንምሕታም እያ እትሰርሕ ዘላ።